ሰላም ሰላም ናይ ዙፋኔ ናርዲ ተኸታተልቲ ዝኾንኩም ንኹልኹም ከመይ ኣለኹም? ደሓን ዲኹም? ኣነ እግዚኣብሔር ኣምላኽ ይመስገን ሰላም እየ ጽቡቕ ኣለኹ። ከምዚ ኣነ ሰላም ዘለኹዎ ሰላም ክትህልወለይ ናይ ኩሉ ግዜ ትምኒተ እዩ። እሺ እምበኣር ሎሚ ሓንቲ ብሓጺር ቪድዮ እየ መጺኣኩም ዘለኹ። ቅድሚያ ላይክ፣ ሸር፣ ሳብስክራይብ እናገበርኩም ድማ ቤተሰብ ኩኑ ኣሕዋት። እ፣ ናብታ ዘምጸአትኒ ከብለኩም እየ ሪከርድ ንምሕጻር ማለት እዩ። ቪድዮ ንኸሕፅር እና ናይ ሎማዓንቲ ፍልይ ብዝበለ መልክዑ እየ መፂኦኩም ዘለኹ እሱ ድማ እንታይ እዩ ትብሉ ዶ ትህልው ወላ ኣነ ንባዕለ ብጣዕሚ እየ ተገሪመ እና ከምዛ ኣብ ኣርእስቲ ትሪእዋ ዘለኹም ኣዶናይ እና ጃኒ ተዓሪቑ ክብለኩም ይፈቲ ኣዶናይ እና ጃኒ ተዓሪቖም በተጋጢምዎም ዝነበረ ውፃእ ውረድ ንእሽተን ተጓኒጾም ዝነበሩ ከም ዘይፍታሕ የለን እንድዒ ባእልቶም ድዮም ዋላ ካልእ ሰብ ሽማግለ ኣትዩ ፈቲሕዎም ኣይኖ ማለት ዓሪቕዎም ኣይፈለጥኩንየ እና ተዓሪቖም ተራኺቦም ብጣዕሚ ደስ ዝብል ማለት እዩ ጋይስ። ተራኺቦም ክብለኩም ይደሊ እየ ሎማዓንቲ ብሓፂር ቪድዮ መፂኤ ብጣዕሚ እዩ ገሪሙኒ ደስ ኢሉኒ መቸም ወዲ ተፍቂሩሲ ዘይሩ ዘይሩ ናብኣ እዩ ብጣዕሚ እየ ተገሪመ ብጣዕሚ እንወይ ደስ በሃሊ እዩ ጓል ከተፍቅር ከላ እሞ እቲ ወዲ ዘይሰምዓ ከሎ እዩ ጸገም እምበር ወዲ እንተፍቂሩ እታ ጓልስ ዋላ ዝበለት ተበለት ናብኡ ተመላሲት እያ እና ኣደናይ ከዓ ብጣዕሚ ስለ ዝፈትዋ ብጣዕሚ ስለ ዘፍቅራ ለሚኑ ድዩ ረቑን ኢሉ ድዩ ገለ ኢሉ ድዩሲ ተመሊሶም ብሓድ ተዓሪቖም ብሓድ ኣለዉ እንተበልናኩም እንታይ ትብሉ? እንታይ ትብሉ? ከም ሓሳብ ብዙሕ ሰብ ነናቱ እኳ ክዛረብ እንተፈተነ ወይ ከዓ እንተኸኣለ ግን ከዓ ፍቕሪ ጥዑም እዩ። ፍቕሪ ፅቡቕ እዩ። ፍቕሪ ታይ በሃሊ? ፍቕርስ ንመን ይጎድእ ክብል ደልየ። ፍቕርስ ንመን ይጎድእ? ንዝጎድኦ ኣካል የለን። እና ደስ በሃሊ እዩ። ፍቕሮም የብዘሐሎም። ፍቅርኩም የብዘሐልኩም ክብለኩም ይደሊ ኣዶናይ ሓወይ እንድዒ ጃኒ እኮ ኣምሓርኛ ትግርኛ ትሰምዕ ድያ ኣትሰምዕን ኣይተረድእንን ወይ ብትግርኛ እየ ሎማዓንቲ ከመጉሰኩም መፅየ ዘለኹ ኣነ እና ብጣዕሚ ዝገረመኒ ሓዱሽ ነገር ኣብ መጨረሻ ክብሎ ዝደሊ ክኣ እንታይ እዩ ተልኩምኒ ብጣዕሚ ብጣዕሚ ማለት እዩ ክብራት ኣሕዋት ገሪሙኒ ኣነ ንባዕለይ ዋላ ብጣዕሚ እየ ተገሪመ ነው ብጣዕሚ እየ ተገሪመ እንታይ እሱ ተላኢልኩምኒ እንታይ ዝተልክሙን እዙይ ብጣዕ ምንድዒ ደስ ይብል ኮይኑ እተሰሚዑኒ ኣነኳ ቀጥታ ምስተሃረቑ ጃንንና ኣዶናይ ብሮሰስ እዩ ወዲእላ ንጃኒ ማለት እዩ ክብረት ተመልከትና ወይም ድማ ኣሕዋትና። ብሮሰስ ቀጥታ ወዲኡላ ናበይ እንተ ደኣ ኢልኩምኒ ኸዓ ናብ ኤሜሪካ ብሮሰስ ገይሩ ወሲድዋ ኣብኡ ድዮም ክቕመጡ ዋላስ መሊሶም ንትግራይ ንኢትዮጵያ ክምለሱ እዮም? ዘይተመለሰ ሕቶ እዩ። ተታሒዞም ከይዶም ከም ዘለዉ እየ ክነግረኩም ደልየ። ብሮሰስ ወዲኡ ገለ ወረቐት ኣውጺኡ ገለ። ደስ ኣይብልን? ኣነ ግን ደስ ኢሉኒ ብእውነት ደስ ኢሉኒ እንዲ በቃ ምሻ ኣሎ ናብቲ ንሱ ዝኸዶ ናብቲ ንሱ ዝበፅሖ ናብቲ ንሱ ዝናፈሰሉ ከባቢ ምስኡ ኣብ ጎኑ ሒዝዋ ንዓኣ ምኻዱ። እንድዒ ብጣዕሚ እንትን እዩ ተሰሚዕኒ ደስታ ማለት ከምዚ ዓይነት ወድስ ዘፍቅረካ ክኸውን ኣለዎ ማዕረ ዝበልኩሉ ሰዓታት እዩ እና ወድስ ዘፍቅረካ ክኸውን ኣለዎ ንስኻ ዘይኮንካ ከተፍቅሮሲ እሱ ዘፍቅረካ። ዝበልካዮ ዘይኮነ እሺ በቃ ምሻሉ ኣብ ሓሳብካ ከሎ ዝርድኣ እዩ ተረዲኡና ደስ ዝበለ ዝገብረልካ ክኸውን ከሎ እዩ ብጣዕሚ ደስ ዝብል እና ናይ ሓጎስ ቅንኢ ቀኒኤ ማለት እዩ ጋይስ ብጣዕሚ እየ ቀኒኤ ብጣዕሚ እዮም ደስ ዘብሉኻ። ፍቅሪኩም የብዘሐልኩም ካብ ሕጂ ንንየ ድማ ፀላኢ ንከይኣትወኩም ኣብ ፍቅሪኩም ዝኮነ ነገር መሰናክል ንከይመፀኩም ጥንካረ የድልየኩም እዩ ናይ ክልቴኩም ምስጢር ክልተ ትሕቲ መሬት ምስጢር ሰለስተ ዘርኢ መሬት ድዮም ንብሉ ፀባይቲ እና ፍቅሪኩም የብዘሐልኩም እየ ክብል ደልየ ሪከርድ ቪድዮ ንምሕፃር ጋይስ። ሓሳብኩም ንስኹም ከዓ ምርቓኹም ኣይፈለዮ መርቕዎም ፍቕርኹም የብዝሓዮ ድዩ ዝበሃል ዋላ ፍቕርኹም የዳውረልኩም ድዩ ዋላ እንድዒ ወዘተ ቀዳማይ ነገር ግን መርቕዎም ደስ በሃሊ እዩ ሒዝዋ ከይዱ ኣዲኡ ንኣዶናይ እኳ እንድዒ ናብ ገዛይ ክወስደኪ ኢሉዋስ ን ኣይከድን እየ ጥራሕ በዚ ጌርና ን ኣሜሪካ ንኺድ ገለ ኢላቶ ኣውጃኒ ሕራይ ኢሉ እዩ ሒዝዋ ከይዱ እምበር ነድኡ እኳ ኣይነገራን እንታይ እዮም ክብሉ ወለዱ ን ኣዶናይ ግን ኣይኖ ደይተመለሰ ሕቶ እዩ እሺ ጽቡቅ ድዮም ክብልዎ ዋላስ ንምንታይ ተመሊስካ ተዓሪቅካያ ድዮም ክብልዎ እንድዒ መቸም ወላዲ ከምዚኣታ እሞ ኻዓ ተፈላጢ ብኽንደይ ሶሻል ሚድያ ዝፍለጥ ቀዳማይ ቲክቶከር እናተብሃለ ዝፍለጥ እሞ ኻዓ እዚኣ ሓንቲ ከም ሃገራ ጓል ብዙሕ ትሑትን ልዑልን ከተብሎ እንከላ ወለዱ ንዕኡ እንታይ ይስምዖም ኣይ ኖው ዘይተመለሰ ሕቶ እዩ። እንካዓ ወለዱ እውን ክዛረቡ ተስፋ ይገብር ኣነ በተለይ ማዘርሲ ብጣዕሚ እያ ትሕተኛ። ኣቦኡ ውን ትሕተኛ እዩ እግዚኣብሔር ይመስገን እንካዕ ኣብዝሓስ ነቲ ኣዲኡ እምበር ነቲ ኣቦኡስ ብዝሕ ስለ ዘይረእክዎ እየ ዝዛረብ ዘለኩ እና እስኪ እንታይ ትብል ሶሪ እስኹም ከ እስኪ እንታይ ትብሉ ሓሳብኩም ኣብ ኮመንቲ ኣቐምጡ ክብለኩም ይፈቲ ክብራት ኣሕዋተይ ንኹልኹም ብጣዕሚ ስለ ዝነበረና ፃንሒት ከዓ ብጣዕሚ እየ ዘመስግን። ኣብዚ ከብቅዖ ይኣኽለኒ ከሕፅሮ እቲ ቪድዮ ማለት እዩ ከንውሖ ስለ ዘይብለይ። ብኻልእ ቪድዮ እስካብ ንራኸብ ሰሰናዩ ሰናይ ቅንያት። ቅድሚያ ላይክ ሸር ሳብስክራይብ እናገበርኩም ቤተሰብ ኩኑ ክብራት ኣሕዋተይ ሰናይ ቅንያት።